ከተማ ኣስመራ መዝገብ ዓለማዊ ውርሻ ክትሰፍር ክካየድ ዝጸንሐ ጻዕሪ ሎሚ ብዓወት ተዛዚሙ ኣሎ። ኣስመራ ኣካል ዓለማዊ ውርሻ ኮይና ኣላ። ኣብዚ ኣስመራ ዝተሳተፈቶ ናይ ምምዝጋብ ውድድር ካብ ኣፍሪቃ ኣንጎላን ደቡብ ኣፍሪቃን እውን ተሳቲፈን ነይረን። ነቲ ስነስርዓት ዝምልከት ጸብጻብ ተዳልዩ ኣሎ። ሳምሶም ሃይለ ከቕርቦ እዩ።

ኣብ መዝገብ ዓለማዊ ውርሻ ውድብ ትምህርቲ፣ ስነ ፍልጠትን ባህልን ውድብ ሕቡራት ሃገራት ማለት ዩኔስኮ ክትሰፍር ተወሲኑ። እዚ ዝተወሰነ ሎሚ ሸሞንተ ሓምለ ኣብ ከተማ ክራኮው ፖላንድ ኣብ ዝተኻየደን ወከልቲ ዕስራን ሓደን ሃገራት ዝተሳተፍዎን መበል ኣርብዓን ሓደን ዓመታዊ ኣኼባ ኮሚቴ ዓለማዊ ውርሻ እዩ። ኣብቲ ኣጋጣሚ ኣምባሳደር ኤርትራ ኣብ ፈረንሳን ቀዋሚት ወኪል ኣብ ዩኔስኮን ኣምባሳደር ሃና ስምኦን ብስም ኤርትራ ኣብ ዘስመዓቶ መደረ ኣስመራ ኣብ መዝገብ ዓለማዊ ውርሻ ምስፋራ ክንዮቲ ዝፈጥሮ ሓበን ናይ ምዕቃባ ረዚን ሓላፍነት ውን ከምዘሰክም ገሊጻ። Asmara, our beloved capital, is Eritrea's first ever World Heritage Site. ምጭውቲ ርእሰ ከተማና ኣስመራ ኣብ መዝገብ ዓለማዊ ውርሻ ትሰፍር ዘላ ፋልመይቲ ከተማ ኤርትራ እያ። ከተማና ንዛዕባ ኣገዳስነት ዘለዎ ተፈላጥነት ምርካባ ሓበንን ፍስሃን ይፈጥረልና። ጎኒ ጎኑ ድማ ከቢድ ሓላፍነትን ስራሕን ይጽበየና ከም ዘሎ የዘኻኽረና። ስለዚ ውዕል ዓለማዊ ውርሻታት ብመሰረት ዘሰክመና ሓላፍነት ንኣስመራ ንምዕቃብ ጥራይ ዘይኮነ ንሃገራዊ፣ ባህርያውን ባህላውን ቅርስታትና ንምዕቃብ ኣበርቲዕና ከም እንጽዕር እረጋግጸልኩም። ከተማ ኣስመራ ነዚ ከም ዓለማዊ ቅርሲ ተፈላጥነት ዝህባ ክብሪ ዝበቕዐት ዘመናዊ ኣርት ዴኮ ዝርከቦ ብውሕዱ ዓሰርተ ሓሙሽተ ታሪኻዊ ቅድታት ስነ ህንጻ ስለ እትውንን፣ ኣደናቒ ውጥን ከተማን ስርዓተ መንገድን ኣደባባያትን ስለ ዘለዋ ከምኡውን ኣብ ሓደ ውሱን ከባቢ ኣዝዩ ጽዑቕ ታሪኻዊ ህንጻታት ስለ እትሓቁፍ ኢዮም። ኣብዚ ካብ ክልተ ክሳብ ዓሰርተ ክልተ ሓምለ ኣብ ፖላንድ ዝካየድ ዘሎ መበል ኣርብዓን ሓደን ኣኼባ ኮሚቴ ዓለማዊ ውርሻ ዩኔስኮ ብኣምባሳደር ኤርትራ ኣብ ፈረንሳን ቋሚት ወኪል ኣብ ዩኔስኮን ኣምባሳደር ሃና ስምኦን ዝተመርሐ ዋና ዳይረክተር ክፍሊ ህንጻዊ ልምዓት ዞባ ማእከል ኢንጂነር ተስፋኣለም ወልደሚካኤል ኣወሃሃዲ ፕሮጀክት ውርሻ ኣስመራ ኢንጂነር መድሃኔ ተኽልማርያም፣ ኣብ ኤምባሲ ኤርትራ ኣብ ዓባይ ብሪጣንያን ሰሜን ኣየርላንድን ሓላፊ ጉዳያት ሚድያ ኣቶ ያረድ ተስፋይ ከምኡ'ውን ተመራማሪ ታሪኻዊ ቅርስታት ከተማ ኣስመራ ዶክተር ኤድዋርድ ደኒሰን ንኤርትራ ወኪሎም ይሳተፉ ኣለዉ። ህዝቢ ኤርትራ እንቋዕ ሓጎሰካ ህዝቢ ኣስመራ እንቋዕ ሓጎሰኩም ህዝቢ ኤርትራ ኣብ ደገን ኣብ ውሽጥን። ብጣዕሚ ተሓጒስና ኣለና ዮሃና ዮሃና። ንሙሉእ ህዝቢ ኤርትራ ኣብ ውሽጥን ኣብ ደገን ዘሎ ነዚ መደብዚ ካብ ተበግስኡ ክሳብዚ ደረጃዚ ንክበጽሕ ንዘርኣዮ ተገዳስነትን ምትሕግጋዝን ዮሃና ክብሎ እደሊ። ብዓቢኡ ከኣ ህዝብን መንግስትን ኤርትራ ነዚ ነገራት እዚ ናብዚ ንምብጻሕ ካብ ናጽነት ጀሚርካ እቲ ኣብ ምዕቃብን ካልእ

ከተማና ዘለዋ ታሪኻዊ ውርሻ ብዓለም ደረጃ ተፈላጥነት ምርካቡ ኣዝዩ ኣዝዩ ዘሕብንን ዘኩርዕን ስለ ዝኾነ ስለዚ በዚ ኣጋጣሚ ዮሃና ኮንግራጁሌሽን ንኩሎም ነዚ ስራሕ እዚ ተሳቲፎም ኣብዚ ዘብፅሑ ከመስግን ፈቱ ማለት እዩ ስለዚ ኣነ ብጣዕሚ ተሓጒሰ ስለዚ እንኳ ሓጎሰና ኣስመራ ናይ ኣፍሪቃ ዘመናዊት ከተማ ብዝብል ቴማ ብሓልዮት ፕሮጀክት ውርሻ ኣስመራ ዝተዳለወ ንብልጫታት ታሪኻዊ ስነ ህንጻ ኣስመራ ዝገልጽ ልዕሊ ሓደ ሽሕን ሰለስተ ሚእትን ገጻት ዝሓዘ ብስእልታት ዝተሰነየ ናብ ዩኔስኮ ዝተረከበ ሰነድ ኣብ ወርሒ ታሕሳስ ክልተ ሽሕን ዓሰርተ ሽዱሽተን ተዓዋቲ ብሮያል ኢንስቲትዩት ኦቭ ብሪትሽ ኣርክቴክትስ ማለት ሪባ ዝወሃብ ዓመታዊ ሽልማት ኮይኑ ምንባሩ ዝፍለጥዮ። ኣስመራ ኣብ ናይ ዩኔስኮ መዝገብ ዓለማዊ ውርሻ ምምዝጋባ ከም ኩሉ ናይ ዓለምና ታሪኻዊ ውርሻታት ኣብ ምዕባለ ጽላት ቱሪዝም ክሕግዛዮ። ብደረጃ ዓለም ክሳብ እዚ ወርሒ ሓምለ ክልተ ሽሕን ዓሰርተ ሸውዓተን ኣብ ሚእትን ስሳን ሓሙሽተን ሃገራት ዝርከብ ሽሕን ሓምሳን ሰለስተን ዓለማዊ ውርሻታት ኣብ መዝገብ ዩኔስኮ ሰፊሩ ኣሎ። ካብዚ ሸሞንተ ሚእትን ዓሰርተ ሓሙሽተን ባህላዊ፣ ክልተ ሚእትን ሰለስተን ተፈጥሮኣዊ፣ ሰላሳን ሓሙሽተን ድማ ሕውስዋስ ባህሪ ዘለዎም እዮም። እዚ ከም ዓለማዊ ውርሻ ኣህጉራዊ ተፈላጥነት ዝረኸበ ቅርስታት ኣርባዕተ ሚእትን ቴስዓን ትሽዓተን ኣብ ኤውሮጳን ኣሜሪካን፣ ክልተ ሚእትን ኣርብዓን ሸውዓተን ኣብ ኤስያን ፓስፊክን፣ ሚእትን ሰላሳን ሸሞንተን ኣብ ላቲን ኣሜሪካን ካሪብያንን፣ ቴስዓ ኣብ ኣፍሪቃ፣ ሰማንያን ሓደን ድማ ኣብ ሃገራት ዓረብ።
ናብ ካልእ ዜና ምስ ንሰግር ኮሌጅ ሕርሻ ሓመልማሎ ሎሚ 8 ሓምለ ንዓስራይ ግዜ ኣብ ዘካየዶ ስነ ስርዓት 50 ሚእታዊት ደቂ ኣንስትዮ ዝርከቦም 236 ብዲግሪ 204 ድማ ብዲፕሎማ ኣመሪቑ ጸብጻቡ ጋዜጠኛ ኣዜ ብርሃነ ከተቕርቦ እያ
እዞም ኣርባዕተ ሚእትን ኣርባዓን ምሩቓት ብዓውድታት ሕርሻዊ ቁጠባ፣ ሕርሻዊ ምህንድስና፣ ስነ ፍልጠት ፍረታትን ኣሕምልትን፣ ስነ ቡቕሊ፣ ስነ ፍልጠት መሬትን ኣከባብን፣ ስነ እንስሳን ሕክምና እንስሳን ዝተማህሩ እዮም። ዲን'ቲ ኮሌጅ ኣቶ ሰመረ ኣምለሶም ኣብ ዘስመዖ መደረ፣ እዚ ዓስራይ ጽንብል መመረቕታ ምስቲ ናይ ምጅማር ግዜ ክነጻጸር እንከሎ ኣብ ኩሉ መዳያት ርኡይ ምዕባለ ተመዝጊቡ ከምዘሎ ብምጥቃስ፣ ሕጽረት ብቕዓቶም ዝሓለዉ መምሃሪ ክፍልታት ዘይምህላው ኣማራጺ ምንጭታት ጸዓት፣ ከምኡ'ውን ሕጽረት ካልእ ትሕተ ቅርጺ ካብቶም ዝጥቀሱ ብድሆታት ምዃኖም ኣብሪሁ። ኣቶ ሰመረ ኣስዒቡ፣ መመረቕታ ካብ ትምህርታዊ ህይወት ናብ ዝተፈላለየ ብድሆታትን ዕድላትን ዘለዎ ናይ ስራሕ ዓለም ምእታው ስለዝኾነ፣ ተመረቕቲ ኣብቲ ያታዊ ኣገባብ ሕርሻ ብዘመናዊ ምልዋጥን ስነ-ፍልጠታዊ ኣገባብ ንምትእትታውን ኣብ ዝካየድ ዘሎ ጻዕሪ እጃሞም ከበርክቱ ኣዘኻኺሩ። ሚኒስተር ሕርሻ ኣቶ ኣረፋይነ በርሀ ድማ፣ ትምህርቲ ዝተፈላለየ መዓርፎን መንጠሪ ባይታን ዘለዎ ቀጻሊ ሞያዊ ጉዕዞ ምዃኑ ብምጥቃስ፣ ምሩቓት ኣኻዕቢቶሞ ዘለዉ ብክልሰ-ሓሳብን ግብርን ዝተሰነየ ፍልጠት፣ ደረጃ መነባብሮ ሕብረተሰቦም ዘበርኽ ኣበርክቶ ክገብሩ ትጽቢት ከምዝግበረሎም ሓቢሩ። ሎሚ ነቲ ብዙሕ ዓቐበት ዝበዝሖ ቀዳማይ ጉዕዞኹም ዛዚምኩም ብዲግሪን ዲፕሎማን ትምረቑ ኣለኹም። እዚ ማለት ከኣ ካብ ናይ ትምህርቲ ዓለም ናብ ናይ ስራሕ ዓለም ትሳጋገሩ ኣለኹም ማለት እዩ። እዚ ኩሉ ዝተመሃርኩሞን ካብቶም ቅድሜኹም ኣብ ስራሕ ዓለም ዝተዋፈሩ ክኢላታት ዝቐሰምኩሞን ተመኩሮ ኣጣሚርኩም ዕዉት ሞያዊ ኣበርክቶ እንተደኣ ጌርኩም ንክልሰ-ሓሳብን ግብርን ኣጣሚርኩም ምዉዓት ክኢላታት ትኾኑ ጥራይ ዘይኮነ፣ እቶም ንዝለዓለ ትምህርቲ ትሕጸዩ'ውን ንስኻትኩም ኢኹም። ስለዚ ንደረጃ መናባብሮ ሕብረተሰብና ዘበርኽ ኣበርክቶ ቀንዲ ረቋሒ ምዃኑ ግንዛቤ የድሊ። ክሳብ ሕጂ ሓረስታይ ዘፍረዮ እናተመገብኩም ኢኹም ኣብዚ ደረጃ'ዚ በጺሕኩም። ሕጂ ከኣ ኣብ ጎኒ ሓረስታይ ኮይንኩም፣ ንእቶታውነት ሕርሻ ብብዝሕን ዓይነትን ክተዕብዩ ግዴታ ኣለኩም። በዚ ኢኹም ከኣ ነቲ ብነጻ ዘምሃረኩም ህዝብን መንግስትን እትኹስዎ። ሽዱሽተ ናይ ዲፕሎማ፣ ሸሞንተ ናይ ቀዳማይ ዲግሪ፣ ሓሙሽተ ከኣ ናይ ድሕረ ምረቓ ፕሮግራማት ዝህብ ኮሌጅ ሕርሻ ሓመልማሎ ካብ ክልተ ሽሕን ሸሞንተን ክሳብ ክልተ ሽሕን ዓሰርተ ሸውዓተን ኣርብዓን ሰለስተን ብማስትሬት ሽሕን ሸውዓተ ሚእትን ኣርብዓን ክልተን ብቐዳማይ ዲግሪ፣ ክልተ ሽሕን ሓምሳን ድማ ብዲፕሎማ ኣመሪቑ ኣሎ።
መበል ዕስራን ክልተን ፌስቲቫል ኤርትራውያን ተቐማጦ ጀርመን ብርሃን ንደርማስ ምዕባለ ብዝብል ቴማ ትማሊ ሸውዓተ ሓምለ ኣብ ከተማ ጊሰን ብውዕዉዕ ኣገባብ ተኸፊቱ። ነዚ ብዝተፈላለየ መሰናድኦታት ክሳብ ሰንበት ትሽዓተ ሓምለ ዝቕጽል ዓመታዊ ሃገራዊ ምትእኽኻብ ሚኒስትሪ ጉዳያት ወጻኢ ኣቶ ዑስማን ሳልሕ'ዩ ከፊትዎ። እቲ መኽፈቲ ስነ-ስርዓት ብያታዊ ጸወታታት ብሄራትናን ንቖልዑ ዘሳተፈ ካልእ መደባትን ደሚቑ ምንባሩ ካብቲ ቦታ ዝበጽሓና ሓበሬታ ኣመልኪቱ። ወኪል ህዝባውን ኮማውን ጉዳያት ኤምባሲ ኤርትራ ኣብ ጀርመን ኣቶ ካሕሳይ ተወልደ ኣብ ዘስምዖ ቃል፣ ፌስቲቫል ኤርትራውያን ኣብ ጀርመን ንዓመት መጸ ብትሕዝቶ መደባትን ተሳታፍነትን እናደመቐን እናማዕበረገን ምምጽኡ ውጽኢት ሓያል መኸተን ፍቕሪ ሃገርን ምዃኑ ብምጥቃስ፣ ኣበርክቶ ንዝገበሩ ወገናት ምስጋና ኣቕሪቡ። ፌስቲቫል ኤርትራውያን ነበርቲ ጀርመን ካብ ኤርትራ ዝኸዱ ህቡባት ድምጻውያን ብዘቕረብዎ ባህላዊ መደባት ደሚቑ ክቕኒ'ዩ። ኮርፖሬሽን ዘራእትን ጥሪትን ኤርትራ ኣብ ዝተፈላለየ ከባቢታት ሃገር ንዘሰላስሎ ዘሎ ዓበይቲ ልምዓታዊ መደባት ንምድንፋዕ ኣብ ምምዕባል ዘራእትን ሃብቲ እንስሳን ዘተኮረ ዓውደ ዘተ ብሸውዓተ ሓምለ ኣቃኒዑ። ጸሓፊ ህግደፍን ኣቦ ወንበር ላዕለዋይ ኣወሃሃዲ መኸተን ንልምዓትን ኣቶ ኣልኣሚን መሓመድስዒድ ኣብ ዘስመዖም መኽፈቲ ቃል፣ መንግስቲ ማዕረ'ቲ ውሕስነት መግቢ ንምርግጋጽ ዘሰላስሎ ዘሎ ዓበይቲ ልምዓታዊ መደባት ከምቲ ዝድለ ውጽኢት ንኽርከቦ ገና ሓያል ጻዕሪ ምክያድ ከምዘድሊ ብምጥቃስ፣ ኣብዚ መዳይ'ዚ ተራ ኮርፖሬሽን ዘራእትን ጥሪትን ብቐሊል ከምዘይጥመት ገሊጹ። መንግስቲ ሓደስቲ ናይ ልምዓት ግንባራት ብምቛም ውሕስነት ማይ ንምርግጋፅ በብገፃቱ ዝሰላሰል መደባት ምህናፅ ዜጋታት፣ ምውሓስ ቀረብ ፀዓትን ምርግጋፅ ማሕበራዊ ፍትሕን ዘጠቓልሉ ስትራቴጂታት የተግብር ከምዘሎ ዝሓበረ ኣቶ ኣልኣሚን፣ ድሮ ኣተባባዒ ውፅኢት ይርከቦ ከምዘሎ ኣብሪሁ። ዋና ኣካየዲ ስራሕ ኮርፖሬሽን ዘራእትን ጥሪትን ኤርትራ ኣቶ ክብረኣብ ኣብርሃም ብወገኑ፣ መነባብሮ ህዝቢ ንምምሕያሽ ሓያል ፃዕሪ ኣብ ዝካየደሉ ዘሎ እዋን፣ ውሑዳት ዘይሕጋውያን ደላሎ ዕዳጋታት ብምውቓዕ ብዝፍፅምዎ ዘለዉ በደል፣ ዝበዝሐ ኣካል ሕብረተሰብ ይህሰ ስለ ዘሎ፣ እቲ ኮርፖሬሽን ነዚ ዝፍውስ ዓበይቲ መደባት ኣበጋጊሱ ይሰርሕ ምህላዉ ኣረዲኡ። ኮርፖሬሽን ዘራእትን ጥሪትን ኤርትራ፣ ሃብቲ ዘራእትን ጥሪትን ንምስሳን፣ ኣብ መላእ ሃገር ምስ ኮማት፣ ማሕበራትን ዓድታትን ተወሃሂድካ ምስራሕ፣ ምስ ብቑዓት ውልቀ ኣውፈርቲ ብሽርክነት ምዕያይ፣ ምክያድ ንግዳዊ ሕርሻ ጸባ፣ ምህርቲ ኣሕምልትን ፍረታትን ብግቡእ ናብ ተጠቃማይ ከም ዝበጽሕ ምግባር ካብቲ ብዕቱብ ዝሰርሓሉ ዘሎ ምዃኑ ኣብቲ ዓውደ ዘተ ተሓቢሩ። ወፋሮ መደብ ክረምታዊ ልምዓት ኣብ ዝተፈላለየ ከባቢታት ሃገር ማይን ሓመድን ኣብ ምዕቃብ፣ ፍግረ መሬት ኣብ ምክልኻል ከምኡ እውን ኣብ ምፅጋን ሰደቓታት ዘተኮረ ንጥፈታት የሰላስሉ ኣለዉ። ኣብ ዞባ ማእከል ካብ ዕስራን ናይ ካልኣይ ኣይ ደረጃ ኣብያተ ትምህርቲ ዝተዋፅኡ ኣስታት ሸሞንተ ሽሕ ተምሃሮ ካብ ኣርባዕተ ሓምለ ኣብ ሓምሳን ኣርባዕተን ነቑፅታት ተዋፊሮም ይነጥፉ ከምዘለዉ ኣብ ጨንፈር ሚኒስትሪ ትምህርቲ ሓላፊ ወፍሪ ተምሃሮ ንልምዓት ኣቶ ኣብርሃም በርሀ ሓቢሮም። ሎሚ ዓመት ኣብ ዞባ ማእከል መበል ዕስራን ሓደን ግዜ ኣብ ዝካየድ ዘሎ መደብ ተመሃሮ ንልምዓት ምጽጋን ትሽዓተ ሚእትን ኣርባዓን ሽዱሽተን ሄክታር ዛላታት፣ ምኹዓት ኣስታት ሰለስተ ሚእትን ሓምሳን ሓሙሽተን ሽሕ ጎዳጉድን ምትካል ፈልስታትን፣ ምኹስኳስ ልዕሊ ዕስራን ሽዱሽተን ሽሕ ኣግራብ ከምኡ'ውን ምጽጋን ልዕሊ ዓሰርተ ሓደ ሽሕ ሰደቓታት ኣብ ስሳን ሰለስተን ኣብያተ ትምህርቲ ዘጠቓልል ዕማም ንምትግባር መደብ ተታሒዙ ከምዘሎ ኣቶ ኣብርሃም ብተወሳኺ ኣረዲኡ። እዚ ከምዚሉ እንከሎ፣ ኣብ ዞባ ደቡባዊ ቀይሕ ባሕሪ ብመሰረት ዝበጽሓና ሓበሬታ ኣስታት ሰለስተ ሚእትን ሓምሳን ተመሃሮ ካልኣይ ደረጃ ቤት ትምህርቲ ወልደኣብ ወልደማርያምን ኣፍ ኣምቦን ንሓደ ወርሒ ዝቕጽል ናይ ምግራብን ምፍዋስ ኣከባብን መደባት የሰላስሉ ከምዘለዉ ወኪል ኤሪና ሓቢሩ። ኣብ ንኡስ ዞባታት ዓዲ-ዃላን ድባርዋን እውን ብተመሳሳሊ ሓመድን ማይን ናይ ምዕቃብ፣ ፍግረ መሬት ናይ ምክልኻልን ገረብ ናይ ምትካልን ወፈራታት የካይዱ ኣለዉ።